ከነስተንትኖ ዝቐነና ኣብ ቤተ ክርስቲያንና በዚ መዓልቲ እዚ ድማ ኩላትና መታን ክንመሃረሉ ግዜ ብትረኸብናሉ እንዳረኣና በቲ ፈዋሲ ዝኾነ ንእግዚኣብሔር ቃል ክንፍወስ ምእንቲ ሕጽር ዝበለ ትምህርቲ ከመሓላልፍ እየ። እተን ሰናብቲ ናይ ገዛእ ርእሰን ኣስማት ስለ ዘለወን ተቐዳመይቲ ዘወረደ ዝብል ስም ኣለዋ ንሱ ድማ

ንርኢ፣ ካብ ትንሳኤኡ ኣብ ሓምሳ መዓልቲ ድማ ንደቂ መዛሙርቱ መንፈስ ቅዱስ ከም ዝለኣኸሎም ንርኢ። እቲ ካልኣይቲ ሰንበት ንርእዮ ብዛዕባ ቅድስት እያ ዝብል፣ ብዛዕባ ቅድስና እዩ ድማ ዝምህረና፣ ንሱ ኸኣ ከምቲ ዝጸውዓኩም ቅዱስ ዝኾነ ንስኻትኩም ድማ ብኹሉ ነገራትኩም ቅዱሳን ኩኑ ይብል። ሕይወትና ቅድስና ክሕዝ፣ ኣገልግሎትና ናይ ቅድስና መገዲ ክሕዝ፣ ኣብያተ ክርስቲያናትና መገዲ ቅድስና ክሕዛ ዝኽተልኦ ድማ ብንጹር ከምቲ ዝጸውዓና ቅዱስ ዝኾነ ኢየሱስ ክርስቶስ ወይ ከም እግዚኣብሔር ኣምላኽና ቅዱሳት ክንከውን ኢና ተጸዊዕና። ስለዚ መገዲ ቅድስና ክንላማመድ ከም ዘለና ዘርኢ እዩ። ሳልሳይ ምኵራብ ዝብል እዩ። ብዛዕባ ቤት መቕደስ ጐይታና የሱስ ክርስቶስ ዝመሃረሉ እዩ። ክንዲ ምንታይ እታ ናይ ኦሪት መቕደስ ተባላሽያ ከም ዝጸንሓቶ ንርኢ። ብመንጽር ናታ ድማ ናይዛ ናይ ሓዱሽ ኪዳን ዘላ እንተ ርኤናያ ካብታ ናይ ኣይሁድ መቕደስ ዝሓሸት ከብላ ዝኽእል ኣሎ ድዩ እንተ ኢልና ዘሎ ኣይመስለንን። ምኽንያቱ ኣብዛ ሕጂ ዘላ መቕደስ እውን ኵሉ ኣሎ። ኩሉ ኣሎ ዓመጽ ኣሎ ክፍኣት ኣሎ ተንኮል ኣሎ ሻራ ኣሎ ምፍልላይ ኣሎ ባእሲ ኣሎ ዘይተደለየ ኣብ ረብሓታት ጥቅምታት ዝውዕል ህልኻትን ኣሎ ማለት እዩ ነታ ቤተክርስትያን ዘይኮነሲ ንውልቀ ሰባት ኣብ ረብሖኦም ዘውዕልሉ መገዲ በዚ ምክንያት ከኣ ቤተይ ንኣህዛብ ቤት ጸሎት ክትበሃል እያ ንስኻትኩም ግና ቤት ጐሓሉ፣ ቤት ሸቐጥ ገበርኩማ ኢልዋ። ስለዚ ቤተ ክርስቲያን ናይ ንግዲ ማእኸል ኮይና ኣላ፣ ናይ ዓመፅ ማእኸል ኮይና ኣላ፣ ናይ ሽፍትነት ማእኸል ኮይና ኣላ፣ ውልቀ ሰባት ከም ድልየቶም ዝፃወቱላ መናሃርያ ናይ ፖለቲካ ኾይና ትርከብ ኣላ ማለት እዩ እቲ ቅዱስ ስፍራ። ነጻ ኮይና ናይ እግዚኣብሔር መልእኽቲ ናይ እግዚኣብሔር ወንገል ክተሕልፍ ዝግባኣ ቤተ ቅርስቲያን ኣብ ገለ እዋን ናይ ደገፍቲ ኣብ ገለ እዋን ናይ ተቃወምቲ እንዳተብሃለት ሽሙ ብዘይ ጥዑም መገዲ ቤተ ክርስቲያን ኣብ ከቢድ ምሕማስ ወዲቃ ትርከብ ዘለያ ስለዚ ካብታ ጎይታና የሱስ ክርስቶስ እዚ ነቐፋ ናይ ኦሪት መቕደስ እዛ ሐጂ ዘላ መቕደስ ናይ ክርስትያናት እንተዘይገዲዳ ዝሓይሽ ምኽንያት ከምዘይብላ ነፍስና ፈትሽና ክንዕርየሉ እዩ ዝግባእ ነገር ግን ኣብ ምዕራይ ዘይኮነ ከምቲ ኣብቲ ዝጸንሐ ውድቀት ንቕጽል ከም ምህላውና መጠን ነዚ ልቢ ክንብለሉ ይግባእ። ራብዐይቲ ሎማዓንቲ ዝሪኣ ዘለኹ መጻጉኢያ ሰላሳን ሸሞንተን ዓመት ለሚሱ ዝነበረ ሰብ ብጎይታና ብእየሱስ ክርስቶስ ፈውሲ ዝረኸበ እዩ ስለዚ ኣርእስተይ ከምቲ ኣብ ሰንበት ኣብ ቤተ ክርስቲያንና ዘስተንተናዮ ዝለመሰ መንፈሳውነት ወይ ድማ ዝለመሰ ኣእምሮ ዝብል እዩ ቀንዲ ዘዘራርበና ኣብዚ ብዛዕባ እቲ ሰላሳን ሸሞንተን ዓመት ተደኒሱ ዝነበረ ሰብ ኣይኮነን። ናትና ምድናስ ኣሎ ከይህሉ፣ ናትና መጻጉዕነት ከይህሉ፣ ናትና ውድቀትን ድኻማትን ከይህሉ፣ ዝለመሰ መንፈሳውነት ከይህልወና እዚ መዓልቲ እዚ ንመራመረሉ፣ ህይወትና ንርእየሉ፣ ንፍትሸሉ ከም ምዃኑ መጠን እዚ መዓልቲ እዚ ክንመሃረሉ ኢና። መበገሲና ወንጌል ዮውሃንስ ምዕራፍ ሓሙሽተ ካብ ሓደ ስጋብ ዓሰርተ ሸሞንተ ዘሎ ኢና ንድህስሶ ሎማዓንቲ ክጅምር ከሎ ግን ከምዚ ይብል ኣብ መጀመርያ ኣብ ኢየሩሳሌም ኣብ ጥቃ ደገ ኣባጊዕ ብኤብራይስ ቤተ ሳይዳ ዝባሃል ሓሙሽተ ገበላ እተገበሮ ቀላይ ነበረ ይብል መጀመርታ ቤተ ሳይዳ ዝባሃል ብኤብራይስ ኢልዎ ዘሎ እቲ ቤተ ሳይዳ ማለት ቤት ፈውሲ ማለት እዩ ናይ ፈውሲ ቦታ እዩ ኢልዎ'ሎ ሓደ እዚ ንርኢ ኣፍደገ ኣባጊዕ ኢሉ ጠቒስዎ ዘሎ በዚ መዓልቲ እዚ ንዓና ኢምፖርታንት ኣገዳሲ ስለ ዝኾነ ክንሪኦ ኢና ሓሙሽተ ገበላ ዝበሎ እውን እቲ ናይ እቲ ሓሙሽተ ገበላኡ ዝነበረ ሲምቦላይዝ ጌርና ምስ ናይ ሓዱሽ ኪዳን ብምትሕሓዝ ክንሪኦ ኢና ኣብቲ ቀላይ ዝግበር ዝነበረ ምንዋጽን ፈውስን ድማ ኣብዛ መዓልቲ እዚኣ ክንመሃረሉ ምኣንቲ ክንሪኦ ኢና በታ ቀዳመይቲ ደገ ወይ ድማ ኣፍደገ ኣባጊዕ ኢልዋ ዘሎ መን እዚ ኣፍደገ ኣባጊዕ እዚ እንተኢልና ናብ ሓዱሽ ኪዳን ተምጺእናዮ ባዕሉ እቲ ናብ ቤተ ሳይዳ መጺኡ ነቲ ሰላሳን ሸሞንተን ዓመት ሓሚሙ ዝነበረ ዝፈወሶ ንሱ ባዕሉ ኢየሱስ ክርስቶስ እዩ።

ካልእ ናተን ዘይኮነ ጓሳ እንድሕር መጽዩ ግን እተን ኣባጊዕ ዘይ ዋነኣን ምዃኑ ፈሊጠንሲ ይጋልባ'የን ኢሉዎም። እተን ሓቀኛታት ግን ድምጺ ናይ ጓሰኣን ይፈልጣ'የን። እዚኤን መን'የን? እተን ዝነቐሓ፣ እተን ወንጌል ዝበርሃለን፣ ንቓል ኣምላኽ ከስተንትና ዓቕሚ ዝረኸባ ኣባጊዕ ብዛዕባ ቃል ኣምላኽ ኣየናይ እዩ እቲ ጽሩይ? ኣየናይ እቲ ዝተሓዋወሰ? ኣየናይ እቲ እግዚኣብሄር ዝኸብረሉ? ኣየናይ እግዚኣብሄር ዘይከብረሉ ነዚ ኩሉ ነገራት ናይ ምፍላጥ ክእለትን ዓቕምን ኣለወን። እተን ድምጺ ዘየላለያ ግን ዝተሓዋወሰ ክመጸን ከሎ ከምዚ በየኣይነቱ ዝበሃል ንኹሉ እየን ዝበልዕኦ። ክርዳድ ይኹን ስርናይ ይኹን ንዐኣን ዝጠቕመን ይኹን ንዐኣን ዝጎድእን ይኹን ብዘይፍላጥ ይጎድእን እዩ። ስለዚ በርጊገን እየን ዝኸዳ ይብለን። ስለምንታይ ኣብያተ ክርስትያናትና ምእመናን ካብ ቤተ ክርስትያን በርጊጎም ይኸዱ? ስለምንታይ ይኸዳ ኣለዋ እተን ኣባጊዕ? እንድሕር ኢልና መብዛሕትኡ ግዜ እቶም ኣገልገልቲ ነተን ኣባጊዕ ጥራይ ንሓምየን ንኸውን። ናተን ሕመቕ እዩ፣ ናተን ድኽመት እዩ ጥራይ ንብል ንኸውን። ግን እሱ ኣይኮነን። እቲ ገልጋሊ ቃንኡ ይቕይር። ቅድሚኡ ዝፈልጠኦ ዝነበራ መገድን ድሕሪ ዓመት ክልተ ዓመት ምስ ጸነሐ ቃና ናቱ ይቕይር ስለዚ ቃንኡ ክቕይር ከሎ ካብቲ ሰን ዝፈልጦ ድምጺ ካብኡ ወጻኢ ክኸይድ ከሎ ናይ ግድነት እየን በርጊገን ክኸዳ ወይ ፋሕፋሕ ክኣትዎ ወይ ነውጺ ክኣትዎ ከምእቲ ገልጋሊ ከመጃማምርኡ ስለዘይውድኦ ዘሎ እዩ ዝተሓዋወሰ መገዲ፣ ንጹር ዘይኮነ መገዲ ይኸይድሞ ኣብ ገለ እዋን ጥዑይ ይመስል ኣብ ገለ እዋን ሕሙም ይመስል። ሕጂ እተን ኣባጊዕ በዚ ነገር ይናወጻ፣ ይሽገራ፣ ይብጽበጻ ማለት እዩ። ስለዚ እቲ ጓሳ ዋና ነገር ስለ ዝኾነ እዩ ጎይታና ኢየሱስ ክርስቶስ ይኹን ሃዋርያ ቅዱስ ጳውሎስ ይኹን ክንሪኦ ከለና እቶም ኣገልገልቲ ከመይ ዝበሉ ዓይነት ሓላፍነት ክስከሙ ዝኽእሉ ንቃል ኣምላኽ ብግቡእ ተማሂሮም ክምህሩ ዝኽእሉ፣ ከሕልፉ ዝኽእሉ፣ ከምኡ ድማ እቶም ጓሶት ክኾኑ ዝኽእሉ ናይ ጓሳ ባህሪ፣ ናይ ኣቦ ባህሪ፣ ሓቆፍቲ፣ ጠመርቲ፣ ኣገልግሎቶም ድማ ብፍቕሪ ዝተሰነየ ክኸውን ከም ዘለዎ እቲ ቅዱስ ቃል ይዛረብ እዩ። ስለዚ እቲ ኣፍ ደገ ኣባጊዕ ኢልዎ ዘሎ ባዕሉ እዩ እቲ ኣፍ ደገ ባጊዕ እቲ ፈዋሲ ናብኡ መጺኡ መን ኢየሱስ ክርስቶስ። መን እቲ ሓቀኛ ጓሳ መን እቲ ሓቀኛ ፈዋሲ ሄቨንሊ ፊዚሻን እቲ ሰማያዊ ፈዋሲ እቲ መሲሕ በየን እቲ ኣፍ ደገ ኣባጊዕ ተጠቒሱ ዘሎ ንሱ ሲምቦላይዝ ወይ ድማ ምልክት ናይ ጎይታናን ናይ መድሓኒናን ኢየሱስ ክርስቶስ እዩ ስለዚ ተናኡ ዝመፀ ኣባጊዕ እኮ ንምንታይ ደ እንተልና እኮ ንመስዋእቲ ዝዀና እኮ እየን ዝመጻ ነይረን፣ ኣብኡ ዝቕረባ ዝነበራ ኣብኡ እየን ዝዳለዋ ነይረን። ኣብ ግዜ ኦሪት ሓጢኣት ሕድገት ክፍጸም እንተ ዀይኑ፣ እቲ ሊቀ ካህን ናይ ግድነት እተን መስዋእቲ ዝዀና ኣብኡ ይመጻ፣ ኣብኡ ይሕጸባ፣ ኣብኡ ይዳለዋ፣ ደሓር ንመስዋእቲ ይኣትዋ ነይረን። መጥምቀ መለኮት ቅዱስ ዮሃንስ ድማ ንጐይታና ኢየሱስ ክርስቶስ ምስ ረኣዮ እንሆ ሓጢኣት ዓለም ዘርሕቕ ገንሸል ኣምላኽ ኢሉ። እግዚኣብሔር ይመስገን ሕድገት ሓጢኣትና ብኢየሱስ ክርስቶስ ስለ ዝተፈጸመ። ከም ናይ ኦሪት ተዳልየን ዝኣትዋ ዝነበራ ንመስዋእቲ ኣባጊዕ ዘይኮናሲ ኢየሱስ ክርስቶስ ሓንሳብን ንሓዋርን ክቡር ደሙ ኣብ ቀራንዮ ምስ ኣፍሰሰ እንሆ ሓጢኣት ዓለም ዘርሕቕ ገንሸል ኣምላኽ። ስለዚ እቲ ኣፍደገ ኣባጊዕ ኣነ እየ ዝበሎ ኢየሱስ ክርስቶስ ኣብዚ ጽቡቕ ጌርና እንድሕር ኣስተንቲንናዮ ተረዲእና እቲ ምስጢሩን ዕምቆቱን ድማ ጽቡቕ ጌሩ ክርድኣና እዩ። ካልኣይ ነጥቢ ዝሪኦ ኣብዚ ገበላ ዝብል እዩ ሓሙሽተ ገበላ እዩ ኔርዎም። ብናይ ኦሪት መገዲ ዝተሃነጸ እዩ ነይሩ እቲ መቕደስ። ስለዚ ሓሙሽተ ገበላ ብቕጽበት ቀልጢፍና ክርድኣና ብዝኽእል መገዲ እኳ ሓሙሽተ መጽሓፍቲ ሙሴ ናይ ሕጊ ክንርእዮ ንኽእል ኢና። እቲ ቶራህ ተባሂሉ ዝፍለጥ ሓሙሽተ መጽሓፍቲ ናይ ሕጊ ኣብ ሕጊ ዝተሰረተ እዩ ነይሩ ብሉይ ኪዳን። ናቶም ጽድቂ ብሕጊ እዮም ዝደልይዎ ነይሮም። ምስ እግዚኣብሔር ምህላዎም ዘይምህላዎም ሕጊ ብምፍጻም እዮም ዝርእይዎ ነይሮም። ስለዚ ተን ሓሙሽተ ገበላ ተን ሓሙሽተ መጽሓፍቲ ናይ ሙሴ እየን። ሙሴ ድማ ኣብ በረኻ ሲናይ ሕጊ ዝተቐበለ እዩ ነይሩ ኣቦና። እተን ሓሙሽተ መጽሓፍቱ ድማ ሓሙሽተን ካብ ዘፍጥረት ስጋብ ዘዳግም ዘለዋ ናይ ሕጊ መጻሕፍቲ ወይ ድማ ቶራህ ተባሂለን ዝፍለጣ እየን። ኣብ ሓዱሽ ኪዳን ግን እንታይ ኢና ክነስተንትነለን ንኽእል? እንታይ ኢና ክንመሃረለን ንኽእል? እንተ ኢልና እዛ ናይ ሕጂ ዘላ ናይ ሓዱሽ ኪዳን መቕደስ ድማ ብሓሙሽተ ኣእማደ ምስጢር ዝተነደቐት እያ፣ ዝተሃነጸት እያ። በዘን በዚ ኣዕኑድ እዚ እያ ጸኒዓ ዘላ እታ ቤተ ክርስትያን። ንኣብነት፣ ካብተን ሓሙሽተ ኣእማደ ምስጢር ምስጢረ ስላሴ ንብል መሰረት እምነትና እዩ ስላሴ እንተዘይሃልዩ እምነት የብልናን ስላሴ እንተዘይሃልዩም ክርስትና የለን ብዘይ ስላሴ ድማ ድሕነት የለን ኩሉ ነገር የለን ምክንያቱ ወልድ ኢየሱስ ክርስቶስ ጓ ትማእከላይ ሓደ ኣካል ናይ ስላሴ እዩ እዚ ብዘይ ስላሴ እምነት የለን ምስጢረ ስላሴ ንብል ምስጢረ ስጋዌ ንብል ኢየሱስ ክርስቶስ ድማ ሰብ ከይመስለና ምእንቲ እቲ ካብ ሰማያት ዝወረደ ካብ ኣዴና ካብ ቅድስት ድንግል ማርያም ካብ ስጋኣ ስጋ ካብ ነፍሳ ነፍሲ ወሲዱ ተወሃሂዱ ዝተወልደ ዝበለቶ ቤተ ክርስቲያን ምድሓንና ድማ ዝፈጸመ ኢየሱስ ክርስቶስ ብዛዕባ ኣምላኽነቱን እቲ ዝለበሶ ስጋን ነዚ ምስጢር እዚ ዝምህር ዘስተምህር መሰረት ናይ እምነትና ስለዝኾነ ምስጢረ ስጋዌ ንብል። ሳልሳይ ምስጢረ ጥምቀት ከይተጠመቕና ክርስትያን ክንከውን ኣይንኸእልን። ከይተጠመቕና ደቀ መዝሙር ናይ ኢየሱስ ክርስቶስ ክንከውን ኣይንኸእልን ኢና። ከይተጠምቕና ካልእ ምስጢራት እውን ተኻፈልቲ ክንከውን ኣይንኸእልን ኢና። ስለዚ ናብቲ ድሕነት ገጽና ክንመጽእ ናብ ኢየሱስ ክርስቶስ ገጽና ክንቀርብ ኣፍ ደገ ምድሓን ክንጅምር እንተኾይንና ናይ መጀመርያ ብጥምቀት ኣቢልና ክንኣቱ ስለ ዘለና ሳልሰይቲ ዓንዲ እዩ። ናይቲ ክርስትና ራብዓይ ቁርባን እዩ። ስጋይ ዝበልዐ ደመይ ዝሰትየ ኣነኡ ይነብር እሱ ድማ ኣባይ ይነብር ስለ ዝበለና ከምዚ ዝኣመሰለ ምስ ክርስቶስ ሓድነት ክገብረልና ዝኽእል መኣዲ ስለ ዝኾነ ምስ ምድሓና እውን ዝተተሓሓዘ ስለ ዝኾነ ስጋን ደምን ናይ ኢየሱስ ክርስቶስ ራብዓይ ሰሪዓቶ ኣላ መበል ሓምሻይ ድማ ምስጢረ ትንሳኤ ሙታን ንብል ኣብ ዳሕራይ እውን ኢየሱስ ክርስቶስ ንዓለም ክፈርድ ምስ መጸ ትንሣኤ ከም ዘለና ብኢየሱስ ክርስቶስ ንኣምን ምኽንያቱ እንታይ ደኣ ዋና ዕላማና መንግስቲ ኣምላኽ ንምውራስን እዩ በቲ ዝተዋህበና ናይ ክርስቶስ ሓይሊ ዳሕራይ እውን ከም ንትንስእ እዚ መሰረት እምነት ናይ ክርስትናና እዩ ስለዚ ኣብዚ ሓሙሽተ ኣእማደ ምስጢር ተባሂለን ዘለዋ በዚ በዚ መዓልቲ እዚ ኣስተንቲንና ክንርእዮ ንኽእል ኢና ከምኡ ድማ ናብቲ ናይ መጻጉእ ዝነበረ ሰላሳን ሸሞንተን ዓመት ሓሚሙ ዝነበረ ለሚሱ ዝነበረ ሰብኣይ ናብ ኢየሩሳሌም ናብ ቤተ ሳይዳ ምስ መጸ ዝተፈጸመ ኩሉ ወንጌላዊ ዮሐንስ ጽሒፍዎ ከም ዘሎ መልኣኽ እግዚኣብሔር ካብ ሰማይ ወሪዱ የናውጾ ነበረ እቲ ቀዲሙ ቀልጢፉ ናብቲ ማይ ዝኣተወ ድማ ይፍወስ ነበረ ኢልዎም እዚኣ ሕጂ ረይዋ መልኣክ እግዚኣብሄር ካብ ሰማይ ወሪዱ እዩ ዝብሎ የናውፆ ነይሩ ስለዚ እቲ ምንዋፅ እቲ መለኮታዊ ምንዋፅ እዩ ነይሩ ታራ ነገር ኣይኮነን ማለት ስለዚ መልኣክ እግዚኣብሄር ዝኣክል ካብ ሰማያት እንድሕር ወሪዱ ነቲ ማይ ምስ ተንከፎ ድማ ይናወፅ እንተነይሩ ኣብዚ ንሪኦ ነገር እንተሃልዩ መለኮታዊ ዝኾነ ምትንካፍ እዩ ነይሩ ብዙሓት ከኣ ይፍወሱ ነይሮም። ነዚ ከኣ ነስተንትነሉ ጎይታና ኢየሱስ ክርስቶስ ካብ ሰማያ ሰማያት ወሪዱ ካብ ኣዴና ካብ ቅድስቲ ድንግል ማርያም ተወሊዱ ነቶም ኣብ ጸልማትን ኣብ ሞትን ኣብ ድነን ኣብ ብዙሕ ቁስልን ሓጢኣትን ወዲቕና ዝነበርና ፈውሲ ኮይኑ ተረኺቡ። የሱስ ማለት ፈውሲ ማለት እዩ። ስለዚ እቲ ፈውስና ዝኾነ ንኹሎም ነቶም ዝኣመንዎ ድማ ናብ ድሕነትን ናብ ህይወትን ዝጸወዐ ብስምብራቱ ብቑስሊ ኢኹም ዝሓወኹን ከም ዝበሎ ትንቢት ኢሳያስ ሓምሳን ሰለስተን ብስምብራቱን ብቑስሉን ከም ዝሓወና ከም ዝተፈወስና ካብ ሰማያት ከም ዝወረደ ስጋና ከም ዝለበሰ ነስተማቕረሉ ነስተንትነሉ ትምህርቲ ቀሊል ነገር ዝመስል ንእሽቶይ ጥቕሲ ዝመስል ዓሚቕ መሰረት ናይ እምነት ናይ ክርስትናና ዝሓዘ እዩ። ስለዚ እዚ ምስ ክርስቶስ ምስቲ ፈዋሲ ኣተኣሳሲርና ንሪኦ እቲ ማይ ዝፍውስ ዝነበረ ቀዲሙ ምስ ኣተወ ዝፍውስ ዝነበረ ማይ ድማ ናብ ሓድሽ ኪዳን እንተምፂእናዮ ታራ ማይ ኣይኮነን ነይሩ። ታራ ማይ እንተዝኾን ኩሉ ማይ ምፈወሰ ነይሩ ኣይኮነን። መለኮታዊ ምትንካፍ ምስ ረኸበ እዩ እቲ ማይ ዝፍውስ ነይሩ። እዚ ድማ ምስ ማይ ጥምቀት ኣተኣሳሲርና ክንርእዮ ንኽእል ኢና። ነቲ ፈዋሲ ዝኾነ የሱስ ክርስቶስ ናቱ ጸጋ ተኻፈልቲ ክንከውን እንተ ኾይንና፣ ከምቲ ቃል ኣምላኽ ዝነገረና ምስ ክርስቶስ ሞይትና ምስ ክርስቶስ ክንትስእ ስለ ዘለና፣ ኣብ ሮሜ ዝተነገረ ብዛዕባ እዚ ፅቡቅ ኣፍልጦን ርድኢትን ክህልወና ኣብ ሮሜ ምዕራፍ ሽዱሽተ ከይድና እንድሕር ኣንቢብናዮ ብስምብራት ናይ የሱስ ክርስቶስ በቲ ዝኣመናዮ እምነት ኣሚንና ብክርስቶስ ብስም ኣብን ወልድን መንፈስ ቅዱስን ተጠሚቕና እንፍወሶ ፈውሲ ንርኢ እቲ ፈዋሲ ባዕሉ እቲ መሲሕ ኢየሱስ ክርስቶስ እዩ ምንዋጽ ናይቲ ማይ ድማ ምስ መንፈስ ቅዱስ ኣተኣሳሲርና ክንርእዮ ንኽእል ኢና። ብዛዕባ ዕዮን ስራሕን መንፈስ ቅዱስ ኒቀዲሞስ ኣይተረድኦን። መንፈስ ቅዱስ መዓስ እዩ ዝዓዪ፣ መዓስ እዩ ዝሰርሕ፣ በየን እዩ ዘሎ፣ በየናይ መዓስ እዩኸ ኣይረኣኹዎን ኣነ፣ ገለ እዚኡታት ኩሉ ክንብል ንኽእል ኢና። ዕዮ መንፈስ ቅዱስ ብመንፈስ ጥራይ ኢኻ ክትርእዮ ትኽእል። በዚ ምክንያት እዩ ከዓ ንኒቀዲሞስ ነገርዎ ኒቀዲሞስ ኣብ ዮሃንስ ምዕራፍ ሰለስተ ዘሎ እዩ ንፋስ ናብ ዝደለዩ ይነፍስ ናበይ ከም ዝኸይድን ናበይ ከም ገፁ ከም ዝመፅእን ግን ኣይትፈልጥን ኢኻ ኢልዎ ግና ንፋስ ከም ዘሎ ዋላ ተዘይረኣናዮ ብምንቅስቃሳቱ ኢና ንፈልጥ ገረብ ክንቀሳቐስ ተሊና ንፋስ ኣሎ ንብል ስለዚ ምንቀሳቐስ ኣሎ ማለት እዩ መንፈስ ቅዱስ ድማ ክንቀሳቐስ ከሎ ንርኤና ነቲ ማይ ምሰ ናወፆ እቲ መልኣኽ ምስተንከፈ መንፈስ ቅዱስ ከመይ ገይሩ ይዓይ ከም ዘሎ ይሰርሕ ከም ዘሎ ኣብዚ ብግልፂ ኣብቲ መንፈሳዊ ዓለም ምስ ጥምቀታ ተኣሳሲርና ክንርኤና ክንጥመቕ ከለና ታራ ማይ ካብ ኣብን ካብ ወልድን ካብ መንፈስ ቅዱስን ከም ንውለድ ክገብረና ኣይክእልን እዩ። ታራ ማይ ኣብቲ ቤተሳይዳ ዝነበረ እውን ንሰባት ክፍውሶም ኣይክእልን። እንታይ ደኣ መዓስ እዩ ዝፍውስ ነይሩ? እቲ ማይ እኮ ኩሉ ግዜ እዩ ነይሩ። እቲ መልኣኽ መጺኡ ኣብ ዝተንከፈሉ ኣብ ዘናወጾ ግዜ ጥራይ እዩ ዝፍውስ ነይሩ። መዓስ? ምስ መለኮታዊ ምትእስሳር ክመጽእ ከሎ እዩ። ስለዚ ናይ ጥምቀት ነገር ድማ ታራ ነብስኻ ምሕጻብ ዘይኮነ መለኮታዊ ምትንካፍ። ናይ መንፈስ ቅዱስ ዕዮን ስራሕን ስለ ዝኾነ፣ በዚ ምኽንያት ካብ ኣብራኽ ኣብን ወልድን መንፈስ ቅዱስን ንውለድ ኣሎና ኢልና ነተሓሕዞ። እቲ'ው ዝተፈወሰ ሰላሳን ሸሞንተን ዓመት ሓሚሙ ዝነበረ ሰብኣይ ድማ ከም ናይ ምእመናን ወይ ድማ ከምቶም ምድሓን ናይ ኢየሱስ ክርስቶስ ነዊሕ ዓመት ዝጽበዩ ዝነበሩ ከም ኣብነት ከም ሲምቦላይዝ ክንወስዶ ንኽእል ኢና። ኣዳምን ሂዋንን ካብ ገነት ኤደን ካብ ዝወጹ፣ ድሕር ክንደይ መጽዩ ጎይታና የሱስ ክርስቶስ ምድሓን ፈጺሙ። እቲ ዝተነገረ ትንቢት ጎይታና የሱስ ክርስቶስ መዓስ ፈጺሙ ሰዓቱን ግዚኡን ምስ ኣኸለ ሃዋርያ ጳውሎስ ንሰብ ገላትያ ምዕራፍ ኣርባዕተ ፍቕዲ ኣርባዕተ ከም ዝነገሮም ግዚኡ ምስ ኣኸለ እቲ መሲሕ ወይ ድማ እቲ መድሓኒ እቲ ፈዋሲ ካብ ሰበይቲ ተወልደ ኢልዎም። ስለዚ ካብ ኣዴና ካብ ቅድስቲ ድንግል ማርያም ተወሊዱ ፈዊስና ንብል ኣድሒንና ንብል ሕድገት ሓጢኣት ድማ በኢየሱስ ክርስቶስ በቲ ክቡር ደሙ ረኺብና ንብል እንሆ ሓጢኣት ዓለም ዘርሕቕ ገንሸል ኣምላኽ ከም ዝበሎ መጥምቆ መለኮት ቅዱስ ዮሐንስ ሕድገት ሓጢኣት ብደም በኢየሱስ ክርስቶስ ክንረክብ ክኢልና ስለዚ ሓጢኣት ከቢድ እዩ ሓጢኣት ንባዕሉ ሕማም እዩ ሓጢኣት ንባዕሉ ስቅያት እዩ። ስለዚ ኢየሱስ ክርስቶስ ካብዚ ኩሉ ነገራት ክፍውሰና ዝኸኣለ እቲ ሰማያዊ ፈዋሲ እቲ መሲሕ ሎሚ እውን ንዝሓመሙ ኣብ ስቅያት ንዝርከቡ ኣብ ሆስፒታላት ንዝርከባ ኣብ ዝሃሎና ሃሊና ብሕማም ንሳቐ ክንህሉ ንኽእል ግዚኡን ሰዓቱን ምስ ኣኸለ ኢየሱስ ክርስቶስ ብደለዮ ሰዓትን ግዜን እንተ ብሕክምና እንተ ብሓካይም እንተ ብመድሃኒት እንተ ብማይ ጸሎት እንተ ብምክፋል ስጋን ደምን ናይ ክርስቶስ እንተ ብቃል ኣምላኽ ብዝተፈላለየ ገይሩ ክፍውስ ዝኽእል ኣምላኽ እዩ ስለዚ ክንኣምኖ ኣለና ከም ዝፍውስ ብእምነት ክንጽበዮ ክንክእል ኣሎና ኣባና እውን ሓይልን ተኣምራትን ክገብር ከም ዝኽእል እምነት ውሽጣዊ ክህልወና ክኽእል ኣለዎ ነቲ ሰላሳን ሸሞንተን ዓመት ዝሓመመ ደንጊጹ እዩ መጺኡ ጎይታና የሱስ ክርስቶስ ዝፈወሶ ደንጊጹሉ እዩ እታ ዓሰርተ ክልተ ዓመት ደም ዝፈሳ ዝነበረት ሰበይቲ ግን ናይ እምነት ኣዴኣ ዝገርም ነገር እዩ ዘፈር ክዳኑ ጥራይ ተተንኪፈሲ ክሓዊ ኢላ እቶም ካልኦት ከምኡ ዓይነት እምነት ኣይነበሮምን ሽዑ ጐይታና የሱስ ክርስቶስ መን እዩ ዝተንከፈኒ ምስ በለ ኩሎም እቶም ህዝቢ ገሪምዎም ብዙሕ ህዝቢ ስለ ዝነበረ እዩ። ኣብ ከቢድ ምጽቕቓት ዘለዎ ቦታ ሰብ ተንኪፍኒ እንድሕር የለካሲ ዋእ ወይ ሃሪምኒ ክብል ኣሎ ወይ ሰሪቐኒ ክብል ኣለዎ እምበሪ ተንኪፍኒ ጥራይስ ኣይበሃልን እዩ። ኣብ ኣሽሓት ኣቲኻ። ሕጂ ገሪምዎም ካብዚ ኩሉ ጽቕጥቅጥሲ እንታይ ስለ ተረኸበ እዩ ተንኪፍኒ ዝብሎ ኣሎ ክንደይ ክትንክፎ ብዚ ደኣ ኩሉ ኩሉ ህዝቢ ዋላ ክትንክፎ ይኽእል ኢሎም ንሱ ግን እቲ ምትንካፍቲ ካባይ ሓይሊ ስለ ዝወጸ ኢሎም እታ ሰበይቲ እንታይ ኢላ ከይዳ ተን ካልኦት በጀኻ ፈውሰና እዮም ዝብልዎ ነይሮም ወዲ ዳዊት መሓረኒ እንዳበሉ እዮም ዝመጹ ነይሮም። ንሳ ግን ከቢድ እምነት ነይርዋ። ዘፈር ክዳኑ ጥራይ ኣርኪበ ከም ገሌለ ተሒዘ ተተንኪፈያስ ክፍወስ እየ ኢላ መጺኣ። ትንክፍ ምስ ኣበለታ ከኣ ሓይሊ ሓሊፉ ማለት እዩ። መለኮታዊ ሓይሊ ሓሊፉ። ከምቲ ኣብ ቤተ ሳይዳ መልኣኽ ምስ እናወጽኦ መለኮታዊ ሓይሊ ይሓልፍ እሞ ሰብ ዝፍውስ ዝነበረ መለኮታዊ ሓይሊ በቲ ጨርቂ ቢሉ መጺእዋ ናይ የሱስ ክርስቶስ በቲ ዘፈር ክዳኑ። ኖእ ካባይ ሓይሊ ስለ ዝወፀ እየ ስለ ዝተንከፈትኒ ዘይኮነሲ ካባይ ሓይሊ ወፂኡ ኣሎ ኢሎም እቲ ሓይሊ ናይ ምንታይ ናይ ምፍዋስ ሓይሊ ካብ መን ካብ ኢየሱስ ክርስቶስ ካብ ቃሉ ፈውሲ ኣሎ ኣብ ቃሉ በረኸት ኣሎ ኣብ ቃሉ ምድሓን ኣሎ ቃሉ ዝተንከፈ ዘበለ ክፍወስ እዩ ንመይና ንርኢ ዘለና ንኢየሱስ ክርስቶስ ገዲፍና ነቶም ንባዕሎም ዘይተፈወሱ ኣገልገልቲ ንባዕላቶም ምሕረት ኣምላኽ ዘይረኣዩ ኣገልገልቲ ክንርኢ ክርስትና እንዳተባላሸወ ክኸይድ ክንርኢ ከለና ንኣምላኽ ነሕዝኖ ኣለና ንህይወትና ንብድላ ኣሎና ንቤት ኣምላኽናን ንዝመጽእ ትውልድናን እውን ዝተባላሸወ ምሕደራ ዝተባላሸወት ቤተ ክርስትያን ገዲፍናሉ ኢና ንኸይድ ዘለና ዘይሓላፍነታዊ ብዝኾነ መገዲ ማለት እዩ ወዲ ዓሻ ብወርቂ ይጻወት ከም ዝበሃል ኣብ ዓድና ምስላ ብቤት ኣምላኽ ንጻወተሉ ዘለና ዘመን እዩ። ብወግ ክሕትተና ድዩ? ብርግጽ ክሕትት እዩ። ስጋ ኣብ ንሕተተሉ ሰዓት ግን ብዙሕ ሰብ እንዳተበደለ እዩ። ብዙሓት መንእሰያት እንዳተበደሉ እዮም። ብዙሓት ህጻናት እንዳተበደሉ እዮም። ንገሊኦም እኮ ነገር ምፍጣር ዕግርግር ምፍጣርሲ ከም ስርሖም ገይሮም ዝወሰድዎ እዮም ዝመስሉ። ዓቢ ጾም እኳ ብሰላም ንኽትውድኦ ዘሸግረሉ ዘመን እዩ መጺኡ። ኣብቲ ዓቢይ ጾም ናይ ጸሎት ግዜ ክንዲ ዝኸውን ናይ ሱባኤ ግዜ ክንዲ ዝኾን መብዛሕትኡ ግዜ ናይ ነገር ግዜ ንጥቀመሉ ኣለና ማለት እዩ። ስለዚ ምሕረት ኣምላኽ ካበይ ኢና ንጽበ ዘለና? ፈውሲ ኣምላኽ ካበይ ኢና ንጽበ ዘለና? ብዛዕባ እዚ እኹል ዝኾነ ርድኢት ክህልወና ብምባል እየ ዝገልጾ ዘለኹ እሞ እቲ ሰብኣይ ናይ ምእመናን ወኪል ኢልናዮ ሰላሳን ሸሞንተን ዓመት ድማ ሓሚሙ ፈውሲ ኣይረኸበን ተሳቒ ማለት እዩ ካብ ኣዳም ጀሚሮም ስጋብ ምምፃእ ናይ ኢየሱስ ክርስቶስ ክንደይ እዮም ተሳቒም ኩሎም ነቢያት እውን ዳእወዩ ከይዶም ዘማራይ ዳዊት እውን ኣቤት ሰማያት ጨንዲሕኻ እንተትወርድ ብሎ ነይሩ ምድሓን ኣምላኽ ክርእዩ ይናፍቑ ነይሮም ንስኻትኩም ግን ኣዕንትኹም ስለ ዝረኣያ ብፁዓን እየን እብሎም ነይሩ ጐይታና የሱስ ክርስቶስ። ቀሊል ነገር ኣይኰነን እቲ ብክርስቶስ ዝረኸብናዮ ምድሓን። ካብ ሞት፣ ካብ ድነ፣ ካብ ማእሰርቲ ሕጊ ሙሴ ኣናጊፉ ናብ ጸጋ ብእምነት እዩ ኣሰጋጊረና ዘሎ። ቀሊል ነገር ኣይነበረን። ስለዚ እቲ ምስ ክርስቶስ ዘለና ዝምድና እንዳዐረና፣ ሰላሳን ሸሞንተን ዓመት ድማ ተጸሚሚ እዩ። ንሱ፣ መወዳእታ ኢየሱስ ክርስቶስ ኣትዩ፣ ክትሓውዶ ትደሊ ኢኻ ኢልዎ። ኣነ እሞ ከመይ ገይረ ኢልዎ፣ ከምቲ ኩሉ ሰብ ዝብሎ ታራ ዘረባ ይዛረቦ ዘሎ። ኣነ እሞ ከመይ ገይረ፣ እቲ ማይ ክናወጽ ከሎ ንዓይ ናብኡ ዘውርደኒ ሰብ የብለይን፣ ሓጋዚ የብለይን፣ ኣነ ደጋፊ የብለይን፣ ከመይ ኢለ እሞ ኢልዎ። ጎይታና ኢየሱስ ክርስቶስ ግን ዝተፋላለዩ ዓይነት ኣብኡ ነይሮም ምሕረት ዝጽበዩ ዕውራት ነይሮም ሓንካሳት ነይሮም ልሙሳት እውን ነይሮም ሰለስተ ዝዓይነቱ ከም ዝነበሩ ወንጌላዊ ዮሃንስ ኣብ ምዕራፍ ሓሙሽተ ነገርና ኣሎ ሰለስተ ዓይነት ነይሮም እዚኦም ሰለስተ ድማ ተሪኢኹሞም ሓገዝ የድልዮም እዩ ዓይነ ስውር ተኮይኑ ምስተናወፀ ናብቲ ማይ ዝወስቶ መገዲ ሒዝዎም ዝኸይድ የድልዮም እዩ እቶም ሓንካሳት ዝብሎም ዘለዉ እውን ክኸዱ ስለ ዘይክእሉ ንሳቶም እውን ደገፍ የድልዮም እዩ። እዚ ለሚሱ ዝነበረ ኣብ ዓራት ተሰቒሉ ዝነበረ እውን ካብ ዓራቱ ተሰኪሙ ሒዝዎ ዝኸይድ እውን የድልዮ ነይሩ። እዚኦም ኩሎም የድልዮም ነይሮም። ስለዚ እቲ ኣፍ ደገ ኣባጊዕ ኣነ እየ ዝበለ ኢየሱስ ክርስቶስ መጺኡ ክትሓውዶ ትደሊ ኢኻ። ሎሚ እውን ክንሓዊ ንደሊ እንተ ኾይንና እታ ምርጫ ቀላል እያ። ንሳ ድማ ነቲ ዘሎ ገልጠምጠምን ነቶም ሕጂ ዘለና ኣገልገልቲ ምርኣይ ገዲፍና ከመይ ጌርና ንኢየሱስ ክርስቶስ ንሪኦ ኣብዚ እያ ናይ ነፍሲ ወከፍ ሓላፍነት። ንዕዩን ስራሕን ናይ መንፈስ ቅዱስ ከመይ ጌርና ንሪኦ እዚ ናትና ሓላፍነት እዩ። ምስተን ቅዱሳት ጽሑፋት ከመይ ጌርና ግዜ ንወስድ። ብዛዕባ ምድሓንና ከመይ ጌርና ጥንቁቓት ክንከውን ከም ዘለና ንርእይ። ብዛዕባ ደቅና ከመይ ጌርና ናይ እምነት ሰባት ኮይኖም ክዓብዩ ከም ዘለዎም ብዛዕባ እዚ እንዳ ሓሰብና ንኸይድ ማለት እዩ። ስለዚ እዚ ሰብኣይ እዚ በተን ግዜ ኣጽዋማት እንተ ርኢናየን ሰላሳን ሸሞንተን ዓመት እዩ ሓሚሙ። ኣብ መጽሓፍ ቅዱስ ግን ኣርብዓ ዝብል ቁጽሪ እንድሕር ርኢኹም ናይ ምልኣት ዘመን ዝዛረብ ቁጽሪ እዩ። ምሉእ ዘመን ዝበሃል ምሉእ ቁጽሪ ዝበሃል ኣብ መጽሓፍ ቅዱስ ኣርብዓ እዩ። ነዚ ድማ እንታይ ኣብነት ጌርና ኢና ንሪኦ? ብዙሕ ግዜ ብዛዕባ እዚ ዝመሃርክዎ ኣብ ካልእ ኣብቲ ቻነልና ስለ ዘሎ ከይድና ክንሪኦ ንኽእል ኢና። ንሎማዓንቲ ግን ሰለስተ ክጠቅስ እዩ። ሓደ ሙሴ ኣርብዓ መዓልትን ኣርብዓ ለይትን ጾመ ይብሎ። በዚኣ ምኽንያት ድማ እግዚኣብሄር ሕጊ ከም ዝሃቦ ንርኢ። እተን ዓሰርተ ትእዛዛት ካብ ከውሒ ጸሪቡ ሂብዎ ማለት እዩ። ስለዚ ንዐን ዝሃቦ መን እዩ እንተልና እግዚኣብሄር ሂብዎ። ጸሪቡ ካብ ከውሒ ዓሰርተ ትእዛዛት ሂብዎ። በዚ ድማ ናይ ዓሰርተ ትእዛዛት ይውክለልና ኣሎ ማለት እዩ ንሕጊ ኣቦና ሙሴ ወኪሉ ኣሎ ማለት እዩ ኤልያስ ኣርባዓ መዓልትን ኣርባዓ ለይትን ምስ ጾመ ንመን ወኪሉ ኣሎ ተልና ንነቢያት እቶም ኩሎም ናይ እግዚኣብሄር ነቢያት ዝበሃሉ ንኩሎም ወኪሉ መፅኡ ኣሎ ክርስቶስ ድማ ኣርባዓ መዓልትን ኣርባዓ ለይትን ኣብ ገዳመ ቆሮንጦስ ምስ ጾመ እዚ ክርስቶስ ዝወከሎ ንመን እዩ ተይልና ንወንጌል ጥዑም ዜና ብስራት ወንጌል ነቲ ጥዑም ዜና ኢየሱስ ክርስቶስ ወኪልዎ ኣሎ ኣርብዓ ማለት ምሉእ ቁጽሪ እዩ እዚ ሰብኣይ እዚ እምበኣር ኣርብዓ እቲ ምልኣት ምስ ኣኸለ ኢልዎ ዘሎ ሃዋርያ ጳውሎስ ኣብ ገላትያ ኣርባዕተ ኣርባዕተ ዘመን ምስ ኣኸለ ናይ ምልኣት ዘመን ምስ ኣኸለ ነቲ ሓደ ወዱ ዝኾነ ኢየሱስ ክርስቶስ ንሱ ባዕሉ እቲ ጎይእቲ መድሓኒ ካብታ ሰበይቲ ተወልደ ኢልዎ ዘሎ ግዚኡ ምስ ኣኸለ እዚ ሰብኣይ እዚ ኣርባዓ ክበጽሕ ክልተ ቁጽሪ እዩ ጎዲልዎ ነይሩ እተን ክልተ ድማ ኣገደስቲ እየን ነይረን ጎይታና የሱስ ክርስቶስ ከምዚ ኢሉ ዝመሃረን ኣሎ ማለት እዩ ኣብ ማቴዎስ ዓሰርተ ክልተ ሰላሳ ሰላሳን ሓደን ዘሎ ከምዚ ይብል እግዚኣብሔር ኣምላኽካ ብምሉእ ልብኻ ብኹሉ ነፍስኻን ብኹሉ ሓሳብካን ብኹሉ ሓይልኻን ኣፍቅሮ። እታ ቀዳመይቲ ትእዛዝ እዚኣ እያ፣ እታ ኻልኣይታ እትመስላ ድማ ንብጻይካ ኸም ነፍስኻ ኣፍቅሮ እያ። ካብዚኣተን እትዓቢ ካልእ ትእዛዝ የልቦን ኢልወን። ነተን ናይ ንሙሴ ዝሃቦ ዓሰርተ ትእዛዛት ኣብዘን ክልተ ኣውሪድወን። ፍቕሪ እግዚኣብሄርን ፍቕሪ ብጻይን የልቦን። ስለዚ ክልተ ተሪፈንኦ ነይረን። እዚ ሰብኣይ እዚ ሰላሳን ሸሞንተን ዓመት እዚ ተደነሰ ክልተ ነገር ተሪፈንኦ። ሓደ ፍቕሪ እግዚኣብሄር ሓደ ከኣ ፍቕሪ ብጻይ። ከምኡ እዩ ከኣ ኢልዎ ንሱ። ክትሓዊ ዶ ትደሊ ኢኻ ምስ በሎ ከመይ ገይሮሞ ኢልዎ። ናብኡ ዝወስደኒ የብለይን ኢሎ። ሓጋዚ ሰብ ኣይነበሮን። ጥዕና ዘለዎ ቤተሰብ ኣይነበሮን። ሕልና ዘለዎ ኣብቲ ከባቢኡ እንተ ቤተሰቡ እንተ ምቕርቡ ኣይነበሮን። የብለይን። ንዓይሲ ተጓሒፈ'የ ተደርቢየ ሰብ የብለይን ኢሎ። ነቲ ሰብ ዘይብሉ መን ኣለዎ? እግዚኣብሄር ኣለዎ። ነቲ ደጋፊ ዘይብሉ መን ኣለዎ? ዝድግፍ መልኣኽ እግዚኣብሄር ሰደሉ። ነቲ ዘጻናንዕ ሰብ ዘይብሉ እግዚኣብሄር ዘጻናንዕ መንፈስ ቅዱስ ይሰድድ ናበይ ክርድኣና ብዘይክእል ናብ ልብና ኣትዩ ተሴሩ ዝጸንሐ ልብና ብሓንሳብ ሓፍ ይብል ከይተረድኣና ንሕና ጸጋን የብልናን ዲና ኢልና ኣጸናናዕ የብልናን ዲና ኢልና መንፈስ ቅዱስ ምጽንናዕ ስለ ዝኾነ ስርሑ ነቲ ሰብ ዘይብሉ እግዚኣብሄር ኣለዎ ስለዚ እግዚኣብሄር 38 ዓመት ነዊሕዎ ኣይፈወሰን ጸኒሑ ስለዚ ምግላጽ ናይ እግዚኣብሔር እታ ንኢየሱስ ክርስቶስ ድሕሪ ሰላሳን ሸሞንተን ዓመት ዝመጾ እሞ ሰላሳን ሸሞንተን ዓመት ዝተሳቀየት ዝነወሖ ፍቅሪ እግዚኣብሔር ጎዲላቶ ነይራ ንሳ ድማ ሰዓታ ምስ ኣኸለ መድሓኒና መጺኡ ፈዊስዎ ናይ ሰብ ሓገዝ ዝደሊ ነይሩ ፍቅሪ ብጻዩ እውን ኣይረኸበን ባዕሉ ኢየሱስ ክርስቶስ ብጻዩ ኮይንዎ ብጻየይ መን እዩ ኢሉ ሓቲትዎም ነይሩ ባዕሉ። እቲ ዘፍቅር ብጻይ ኣምላኽ እዩ። እቲ ነቲ መጓሰ ኣምላኽ ብሕያውነት ዝመርሕ ንሱ ብጻይ ኣምላኽ እዩ። ነቲ መጓሰ ብሕያውነት ዘይመርሕ ዝብትን እንተኾይኑ ከዓ ብጻይ ናይቲ ሓደ እዩ። ናይቲ ካብ መጀመርታ ዝወደቐ ናይ ጥንቲ ብጻይ ናቱ እዩ። ምኽንያቱ ንሱ ነቲ ማሕበር ሰላም ኣይደልዮን እዩ ክብትኖ ይደሊ። ንህዝቢ ኣምላኽ ክብትን ይደሊ፣ ንሓዳር ክብትኖ ይደሊ፣ ንኹሉ ክብትኖ ይደሊ። ብጻየይ ከ መን እዩ? እቲ ዘፍቅር ብጻይ ኣምላኽ እዩ። እቲ ንቓል ኣምላኽ ዝእዘዝ ንሱ ብጻይ ኣምላኽ እዩ። እቲ ናይ ጾምን ናይ ጸሎትን ሰብ ንሱ ብጻይ ኣምላኽ እዩ። ስለዚ ብጻይ ኮይንዎ ፍቕሪ እግዚኣብሔር ጎዲልዎ ነይሩ፣ ጎይታና መሊእዎ። ብጻይ ሰብ ስኢድ ነይሩ፣ ጎይታና ባዕሉ ብጻይ ኮይንዎ። ስለዚ ነቲ ሰብ ዘይብሉ እግዚኣብሔር ስለ ዘለዎ በዚ ምክንያት ምስ ኣምላኽ ዘለና ዝምድና ክንዕሪ ኣለና። ንሱ ብጻይና እዩ፣ ንሱ ጎይታና እዩ፣ ንሱ መድሓኒና እዩ። ንሱ ሕድገት ሓጢኣት ዝሃበና ኣብ ቀራንዮ ብደሙ ብገዛእ ደሙ እዩ። ብደሙ ኢኹም ሕድገት ሓጢኣት ዝረኸብኩም ተባሂሉ ከም ዝተጽሓፈ

ብኻልእ ናይ ኣገልግሎት ወንጌል ስጋብ ንራኸብ ሰላም ኩኑለይ።